ኹሉ ግዜ ተመሳሳሊ ልኾነ ሓደ ዓይነት ፕሮግራም እየ ለቕርበልኹም ሎማዓንቲ ግና ፍልይ ኢልና ናይ መስተዋት ዋጋ እየ ሒዘልኹም መፅእ ኔርኹ ማለት እዩ ብዙሓት ኣብ ትደልይዎ ኣይጠራጠሪ ናጠየቕኹምለ ኔርኹም ኢኹም ብውሽጢ መስመር ማለት እዩ ስለዚ መስተዋት ሎማዓንቲ ምስ ናይ ስሚንቶ ዕዳጋ ናሎማዓንቲ ጌርና ብሓደ ንሪኢና ማለት እዩ እስካዕ መወዳእታ ተኸታተሉ ላይክ ግበሩ ላይክ ተገይርኩም ብጣዕሚ ነዚ ቪድዮ እዚ ስለ ዝሕግዞ ላይክ ገሩ ኢኹም ሰብስክራይብ ለ ናገርኹ ማለት እዩ ስለዚ ቀጥታ ናብ ፕሮግራመይ ክሓልፍ እየ ንቐፅል እቲ ብመጀመርያ ሕፅር ሕፅር ኣቢለ ናይ ቲንዲኖ ዕዳጋ ክነግርኩም ስለዚ ቲንዲኖ በዓል ሸሞንተ ሸሞንተ ሚእቲ ሰላሳ ሓሙሽተ ቅርሺ ሎማዓንቲ ውዒሉ እኒኦ በዓል ሸሞንተ ሸሞንተ ሚእቲ ሰላሳ ሓሙሽተ ቅርሺ በዓል ዓሰርተ ሓደ ሽሒ ክልተ ሚእቲ ዕስራን በዓል ዓሰርተ ሓደ ሽሒ ክልተ ሚእቲ ዕስራን በዓል ዓሰርተ ክልተ ለለ

ሶኒ መዓልቲ እዩ ስለዚ ከዝና ንሓልፎ ናብ ናይ ስሚንቶ ዕዳጋና ንሓልፍ ስሚንቶ ክንደየም ለውዓለ ሎማዓንቲ ንርኢና ማለት እዩ እስካዕ መወዳእታ ተኸታተሉ ካብ በርና ካብ ቸርቻሮ ሎማዓንቲ ስሚንቶ ክንደየም ለውዓለ ንርኢና ማለት እዩ እዚ ጠንካራ ፋሚሊ ምዃንና ግን ብላይክ ኢና ነመስክር ስለዚ ላይክ ናገርኹም ነዚ ቪድዮ እዚ ተነኣሰ ሓደ ሽሕ ላይክ ነትዮ ፈጢና ማለት እዩ ስለዚ ላይክ ናገርኹም ከዚ ናብ ናይ ስሚንቶ ዕዳጋ ንሓልፍ ተለና ስሚንቶ ሎማዓንቲ ብጣዕሚ ብጣዕሚ ወሪዱ ይርከብ ከም ንፍለጥ ስሚንቶ እዚ ክልተ ሰሙን እዚ ማል ይከኣል እዩ ሰለስተ ሰሙን እዚ ብጣዕሚ ስሚንቶ ቀኒሱ እኒኦ ማለት እዩ እዚ ግዜ ትፅበዩ ኣለኹም ከዚ ለለ ተገዛእኹም ይልሕሽ ማለት እዩ ስለዚ ሎማዓንቲ ካብ በሪ ክንደይ ውዒላት ኢልኹምኒ ስሚንቶ ሽሕን ሓሙሽተን ቅርሺ ሎማዓንቲ እናተሸጠ ውዒሉ እኒኦ ከባቢ ሓደ ሽሕ ቅርሺ ማለት እዩ ሽሕ ሓሙሽተይ ሽሕ ዓሰርተይ እውን ልብልዎ እኒኦ እዮም ካብ በሪ ማለት እዩ ክልተ ሚእቲ ዕስራይ ኮንታል ተወስዱ ተደሊኹም ብሽሕ ሓሙሽተ ቅርሺ ወይ ድማ ሽሒ ዓሰርተይ ሎማዓንቲ ከባቢ እናተሸጠ ውዒሉ እኒኦ ስሚንቶ ማለት እዩ ካብ በሪ ካብ መቐለ ወፃኢ ዘለኹም ሰባት ግን ከዚ ንኣብነት መኾኒ ኣብ ዝተፈላለዩ ከተማታት ትግራይ ብልሓለፊ ፅሒፍኩምለይ ነይርኹም ትወስዱ ተለኹም ካብ ሓምሳ ኩንታል ሚእቲ ኩንታል እናበልኹም ትገዙ ሓደ ኣፊቱ ክልተ ሚእቲ ዕስራ ኩንታል ትገዙ እሞ ሓደ ትራንስፖርቱ ትጋላገሉ ማለት እዩ ሓደ ካብ በሪ ትገዙ ኣለኹም ካብ በሪ ኢኹም ትወስዱ ኣለኹም ካብ ኣውለለ መፅዕኒ ትራንስፖርት እውን ሓደ ይኾነልኹም ብሓደ ግዜ ጠቕሊልኹም ትገዙ ኣለኹም ማለት እዩ ስለዚ ሓምሳ ኩንታል ሚእቲ ኩንታል እናበልኹም ደጋጊምኩም ካብ ትገዝኡ ሓደ ኣፊቱ ጥቕልል ኣቢልኩም ካብ በርና ትራንስፖርት እውን ሓደ ኣፊቱ ግዘዝ ኣቢልኩም ተወስዱ ማለት እዩ። ስለዚ ከምኡ ገይርኩም ተተወስዱ ልሓሸ ይኾን ማለት እዩ። ስለዚ ካብ ቸርቻሮ ክንዲ እኒኣት ኢልኩም ንስሚንቶ ሎማዓንቲ ስሚንቶ ቸርቻሮ ሎማዓንቲ ሽሒ ሱሳ እዩ። ሎማዓንቲ ናቹ ጠውዒልኒዮ ስሚንቶ ማለት እዩ ካብ ቸርቻሮ ሽሒ ሱሳን እዚ እውን ታይ እዩ ዒብ ካብ ባዕሎም ጌሮም ንከደይውልኩም ናብ ኣይሱዙ ማለት እዩ መውረዲኡ ባዕልኩም ትኸፍልዎ ሽሒ ሱሳይ ሎማዓንቲ እናተጠውዒልኒዮ ሲሚንቶ ማለት እዩ ስለዚ ዕዳጋ ሲሚንቶ እዚ ይመስል ከዚ ናብ ናይ መስተዋት ዕዳጋ ኢና ንሓልፍ መስታወት ክንደይ ዲኦ ክንደይ በፂሑ ሊብል ብጣዕሚ ካብ ንርኢ ስለልቀነና ሎማዓንቲ ብደንቢ ሪና ማለት እዩ ስለዚ ኣብ ክታ መቐለ ናይ መስታወት መሸጢ ቦታታት ብጣዕሚ ብዙሓት ኒኡ ግን ፅቡቕ ስራሕ ኳሊቲ ልኾነ ስራሕ ግን ልሰርሑ ሰባት ግን ውሕዳት እዮም ማለት እዩ ስለዚ ልሓሸ ስራሕ ተደሊኹም ንዓየ ኮንታክት ጎርኒ ብውሽጢ መስመር ከራኸበኩም እያ ጎወዝ ልሰርሕ ሰብ ከጋኒኩም እያ 0997026109 ኢልኹም ብዋትሳፕ ጠይቁኒ ኣነ ብኣ መሰረት እዚ ልሰርሕ ሰብ ከጋኒኩም እየ ማለት እዩ ስለዚ መስታወት ክንደይ እኒኦ በዓል ክንደይ እዮም ቲክኖሶም ንብል ንርኣ መጀመርያ መስታወታት መብዛሕትኦም ግዜ በዓል ሓሙሽተ እዩ ቲክነሶም ብጣዕሚ ረጒድ ዝበሃል ቲክነስ ኒዎ ርጉት እዮ በዓል ሓሙሽተ ኣለኩም ኣለኹ ማለት እዩ ስለዚ በዓል ሓሙሽተ ኮይኑ ማለት ለለ መስታወት ብጣዕሚ ቆንጆ ዝኾነ ጥንካረ ርጉደት ስለለለዎ ብደንቢ ልሓሸ እዩ ማለት እዩ ስለዚ ብሰማያዊ ብግሪን ሶላር ብቡኒ ሓርፋፍ ብፃዕዳ ሓርፋፍ ክንደየም ለሎ ሎማዓንቲ ክነግረኩም ማለት እዩ ስለዚ ብሰማያዊ ክንደይ ወፅሑ ዋግኡ ተልኹም ነውስኸ ሰዓት በዓል ሓሙሽተ ፖይንት ክነሱ ብሰማያዊ ንሳሎን ትገብሩ ትደልዩ ትኽእሉ ኢኹም። መብዛሕትኡ ግዜ ኣሉሚንየም ገጢምኹም ማዕጾኡ ብሰማያዊ ትገብርዎ ተለኹም መስታወቱ ብጣዕሚ ቆንጆ ዝኾነ መልክዕ ኢኹም ትረኽቡ። ስለዚ ዋግኡ ብሰማያዊ ንካሬን ዝኸ ሰዓት መስታወት ማለት እዩ ብሰማያዊ 3210 ነፃ ትራንስፖርት እዩ ብሰማያዊ ሰለስተ ሽሕን ክልተ ሚእቲ ዓሰርተይ እንዮ ብ ነጻ ትራንስፖርት ደጋጊም ይነግርኩም ለኹ ብ ሰምያዊ ሰለስተ ሽሕን ክልተ ሚእቲ ዓሰርተይ። ግሪን ሶላር ድማ ግሪን ኾይኑ ሶላር ማለት እዩ ሶላር ልኾነ ውስከ ሰዓት ብ ግሪን ሰለስተ ሽሒ ኣርባዕተ ሚእቲ ሰብዓይ እናተሸጠ ይርከብ ምስ ትራንስፖርቱ ነጻ ትራንስፖርት ሰለስተ ሽሒ ኣርባዕተ ሚእቲ ሰብዓይ እዚ ይመስል ብ ግሪን ሶላር ማለት እዩ ከዚ ቡና ሓርፋፍኸ ንምሽንቲ ቤት ትጥቀሙ ተደሊኹም ብቡና ሓርፋፍ ማለት እዩ ቡና ሓርፋፍ ኣርባዕተ ሽሒ ክልተ ሚእቲ ብነፃ ትራንስፖርት ኣርባዕተ ሽሒ ክልተ ሚእቲ ካሬ ብቡና ሓርፋፍ እኒኤኩም እዚ ሓሸዋ ንመስል ማለት እዩ ወይ ድማ መስቀል ዲዛይን ፍላወር ዲዛይን ኣለዎም ሓርፋፍ ዝኾኑ ቡኒ መስታወታት ብኣርባዕተ ሽሒ ክልተ ሚእቲ እናትሽጡ ይርከቡ ማለት እዩ ሓሸዋ ንመስል ግን ቆንጆ ዝኾነ መልክዕ እኒዎ ብፍላይ ንሽንትት ማለት እዩ ዲዛይኑ ብጣዕሚ ቆንጆ እዩ ብቡና ሓርፋፍ ኮን ተሎ ስለዚ ዋጉ 4200 እዩ ንካሪ ለሎ ማለት እዩ ስለዚ በዓል ሓሙሽተ እቲ ክነሶም እዚኦም ቆንጆ ዝኾነ መልክዕ እኒኦ ብፃዕዳ ከ ክንደይ ንእቲ ኢልኩምኒ ፃዕዳ ኮይኑ ሓርፋፍ ማለት እዩ መብዛሕትኡ ግዜ ቡኒ ተገርኹሞ ቆንጆ እንድዩ ግን ብፃዕዳ ግን 3500 እኒኦ ማለት እዩ ንካሪ ብፃዕዳ ኮይኑ ሓርፋፍ ዝኾነ ንሽንቲ ቤት 3500 ንካሪ እኒኦ ማለት እዩ እዚ ለኩለኹም ኩሉ ብፃዕዳ ብሰማያዊ ብግሪን ብቡኒ ነፃ ትራንስፖርት ኮይኑ ናብ ቦትኡ ብነፃ ውፂሖም ንምግጣም ግን ንሽይ ሓደ ክልተ ሚእቲ ቅርሺ እዩ ናይ ሓምባር ጭቃ እኒኦ ከዚ ንመለጠፊ ምናምን ክልተ ሚእቲ ቅርሺ ከወስኹም ይኽእሉ እዮም ስለዚ ንምስራሕ ተድልዩኹም ግን ሰብ ከራኸብኩም ስለዝኽእል ኣነ ብውሽጢ መስመር ጠይቑኒ 0997 0261 09 ኢልኩም ደውሉ ካብ መቐለ ናብ መላእ ትግራይ ነፃ ትራንስፖርት ከይዶም ገጢሞም ንከረክቡኹም ማለት እዩ ስለዚ እዚ መስል ናይ መስታወት ልዑዕ ዕዳጋ ኸዚ ቀጺለ ልነግረኩም ግን ኣብ መወዳእታ ናይ ሓሸዋ ናይ ተጸር ዕዳጋ ሎማዓንቲ ክነግረኩም እየ ማለት እዩ። እዚ ሓሸዋ ናጋ ንግሆ ኸይደ ክወስድ እየ ንልብል ሰብ ብጣዕሚ ቆንጆ ልኾነ ዕዳጋ እየ ኣዳልየልኹም ኒኦኹ ሎማዓንቲ ማለት እዩ። ተደራዲረ ቆንጆ ልኾነ ዕዳጋ ሎማዓንቲ ናይ ሓሸዋ ብ ሓምሳይ ሓሙሽተ ሽሕ ሎማዓንቲ ንግሆ ልነበረ ዕዳጋ እዩ ንናጋ ንግሆለ ተዘጋጃኒያ ናጋ ንግሆ መጺኡ ንልወስዳ ብሓምሳ ሓሙሽተ ሽሕ ኣብ ከተማ መቐለ ብፍላይ ማለት እዩ ሓምሳ ሓሙሽተ ሽሕ ንሓደ ቢያጆ ሲኖትራክ እናሸጠ ይርከብ ሓሸዋ ማለት እዩ ስለዚ እቲ ቀይሕ ሓሸዋ ቆንጆ ዝኾነ ብሓምሳ ሓሙሽተ ሽሕ ሎማዓንቲ እናተሸጡ ውዒሎም እዮም ንናጋ ንጎሆለ ትፀንሕ እያ ስለዚ መፂኹም ንተወስድዋ ሰባት ብዛ ዕዳጋ እዚኣ ትበሃዊ ኢኹም ማለት እዩ ስለዚ ፀፀር ክንዲ እናትልኹምኒ ፀፀር እውን ብተመሳሳሊ ሓምሳይ ኣርባዕተይ ሎማዓንቲ እናሸጥዎ ውዒሎም እኒኦ ፀፀር ፍሩይ ፀፀር ማለት እዩ ንመህደሚ ትደልይዎ ሰባት ሃሊኹም ብሓምሳ ኣርባዕተ ሽሕ ሎማዓንቲ እናሸጥዎ ውዒሎም ኒኦ ማለት እዩ ስለዚ ንምግዛእ ተደሊኹም ፈጢንኹም ናጋ ንግሆ ኮስዳ እዮ ተልኹምኒ ብ0997 0261 09 ተልኹም ደውሉ ብዋትሳፕ ኒኢኹዮ ኦንላይን ኩሉ ግዜ ብኣ መሰረት ድምፂ ለኣኹለይ ወይ ድማ ፅሒፍኹም ለኣኹለይ ማለት እዩ ንግሆ ከይደ ከረክበኩም እየ ናብታ ቦታኹም ማለት እዩ ስለዚ ናይ ሓሸዋ ፀፀር ስሚንቶ ቲንጂኖ ናይ መስታወት ወለሎ ዕዳጋ እዚ ይመስል ኣብ መወዳእታ ግን ልሕልፈልኹም መልእኽትኛ ኩሉ ግዜ ምልለኩም ሚተር ወዓይ ባዶ መሬት ዝደልዩ ሰባት ሚተር በዓይ ባዶ መሬት ዋግኡ ለለ ካብ ሓደ ነጥቢ ሸሞንተ ጀሚሩ ክሳብ ሰለስተ ነጥቢ ሓሙሽተ ዋጋ ማለት እዩ ሚሊዮን ሓደ ነጥቢ ሸሞንተ ሚሊዮን ክሳብ ሰለስተ ነጥቢ ሓሙሽተ ሚሊዮን ኣብ ቆንጆ ዝኾነ ቦታ ሰለስተ ነጥቢ ሓሙሽተ ኣብ ዳዕሮ ኣድሓ ቆንጆ ዝኾነ ቦታታት እኒኤኩም ክልተ ነጥቢ ሸሞንተ ሓደ ነጥቢ ሸሞንተ ለለ ኣድሓ ላጪ ከባቢ ለለ እኒሄኩም ማለት እዩ ስለዚ ሚተርባዓይ ቦታታት ትደሊ ሰባት ተሃሊኹም ብውሽጢ መስመር ኮንታክት ጎርኒ ብኣ መሰረት ኣነ ቆንጆ ዝኾነ ሕጋዊ ካርታ ልለዎ ዝኸ ሰዓት ልፀደቆ ብደንቢ ከራኸብኩም እዩ ማለት እዩ ዕዳጋ መቐለ ኣብ መሬት ባዶ መሬት ጀሚሩ ኣብ ኮንስትራክሽን ነቑሑ ልሊ ኩሉ ተራኸብ ስለ ዝኾነ ትኹልኹም ብሌስ ከፍታ ብውሽጢ መስመር ጠይቑኒ ኣነ ብኣ መሰረት ከይደ ኣሕዋትኩም ተሃልዮም ኣብ ውሽጢ ዓዲ ንኦም ወሲደ ከሪኦም እየ እስኹም ለለ ኣብኡ ኮይነ ክሪኦ ይኽእል እያ ብቪድዮ ለኣኸለይ ቀሪፅኻ ፎቶ ለኣኸለይ ቀሪፅኻ ትብሉ ትኾንኩም ለለ ኣነ ብኣ መሰረት ክሰርሐልኩም እየ ማለት እዩ ስለዚ እስኹም ደውሉ ብለይ ምንም ስክፍታ ለደሊ ነገር የውሊ ኩሉ ግዜ ቆንጆ ዝኾነ ስራሕ ሕጋዊ ዝኾነ ስራሕ ኢና ንሰርሕ ስለዚ መወዳእታ እዚኣ መለኽቲ እኒኣትኒ ባዶ መሬት ሚተረብዓ ትኾንኩም ኮንታክት ጎኑ ማለት እዩ ሎማዓንቲ ዕለት ዕስራን ኣርባዕተን ወርሒ ክልተ ክልተ ሽሕን ዓሰርተ ሸሞንተን ዓመተ ምህረት ሰኑይ መዓልቲ እዩ ነይሩ እዚ መስል ኩልኹም ናብ ፌስቡክ ኣዕርኽትኹም ናብ ቲክቶክ ለለዉ ማሕበራዊ ሚድያ ለለዉ ለኣኹሎም ሰላም ንዓኻትኹም ይኹን ደቂ ዓደይ ቻው።